ዕለት ዓሰርተ ክልተ ዓሰርተ ሰለስተ ብደሴ ቆሪፅና ደሴ ቆሪፅኩም ተባሂሉ ብኮን ማለት እዩ ተመሊስና ምስ ተመለስና ተመሊስና ካብ ደሴ ከምፅና ከለው ኣብ ጋሸና ናብ ጋኒት ጋሸና ከም ዘላስ ቅድሚ ጋሸና ምእታው ጋኒት ትበሃል ቦታ ኣትሪፎም ኣትሒዞምና ማለት እዩ ካብኡ ፀላኢ በበይ ነይሩ ሕብረተሰብ ናይ ተዓዲ እውን ሽዑ ናይ ጋሸና መብዛሕትኡ ናሃና ደጋፊ ነይሩ ሽዑ መፂኦም ዓዊሶ እዮም ብከምዚ ከምዚ ከምዚ ይመፅኹም ኣለዉ ብከምዚ ከምዚ ከምዚስ ይመፅኹም ኣለዉ ኢሎም ከምታ ዘላ ትክክለኛ ኮይኑ በታ በታ ዝመፀላ ዘለውን ሒዝና ሽዑ እውን በቃ ፈታኒ ህይወት ነይሩ በቃ ሓዝ ክሕዝ በቃ ኣርሚ ሰለስተ ትበሃል ነይራ ሽዑ ከምዚ ሕዚ ኣርምታት ገለ ከይሰፍሓ ኣርሚ ሰለስተ ትበሃል ነይራ ግዳ ጀርክብ ተባሂለ በቃ ኣውፅያሃና ትሽዓት ማለት እዩ በቃ ናይ ዓብሊሉስ ሽዑ ጆን ናይ ጆን በቃ ሰዓታት ኣብ ማእኸልና እዩ ነይሩ ኣብ ማእኸልና እዩ ዘዋግእ ነይሩ ዋላ ጆን ንባዕሉ ማለት እዩ ናይ ግድን ኣብ ማእኸልና ኮይኑ ዳዋግኡ ከለዉ ኣመራሓታትና እውን ነይሮም እዮም በቃስ ሒዞምና እዮም ነይሮም በቃ ኣብኦም ማለት እዩ ዓርሚ ሰለስተ ትበሃል መፅያ ኣውፅያና ተደራጅና ምሽና ኣብ ውሽጢ ኣብ ማእኸሎም ሽዑስ ከምዚ ንኣርሚ ሰለስተ ሲ ኣብ ትሽዓተ ሽዑ ውግእስ ክእትዋ ይግብኦም ነይሩ ፀላኢ ዓንዛር ኮይኑ እምበር ክኣቶ ይግብኦም ነይሩ ይእትይዎ ከምዚ ገይሩ ምስ ኣቶ ከምዚ ገይራ ዓጺና ኣብ ማእከል ምስ ዓጸና ኣብ ናይ ጋሽና ማለት እዩ ዝዓጸና ግን ኣብ ማእከል ኣብ ማእከል ኣኼባ ገይሮም በይ ጌርካ ክተጥቅዐ ወይ ካብ በይናይ ይኸውን ይኽእል ተባሂሉ ኣብ ተዳራጅና ምሽና ተዋሂብና ማለት ኦረንቴሽን ምስ ተዋሃብና ናበይ ከድና ናብ መካናይዝድ ዓቕሚ ናብዚ ናይ መካናይዝድ ዓቕሚ ገፅ ናብኡ ዛዚና ማንም ሞርተር ወይ ከዓ ኣዝሊሉ ኣብ ጥቓን ጥቓን ክውዕካ ኣይኽእልን እዩ ከምዚ ንእሽ ደርሐቐ ዝዚሃልዮ ማለት እዩ ናብ ምስ ከድና ናይ መካናይዝድ መሓዝ ዓቕሚ ጌርና ሽዑ መካናይዝድ ምንም ምስ ተቋፃፀርና እንታይ ኮይኑ ሽዑ መካናይዝድ ናባና ኮይኑ ተቋፃፂርናዮ ግን ናብኡ ከትሕዘና ይግብኦን ነይሩ ይሃድሞ ኣሎ ይፈርሐ ኣሎ ገለ እዩ ዝብል ነይሩ ከድመና ይነበረን ኣብኡ ሒዝና ሰለስተ መዓልቲ ኣርባዕተ መዓልቲ ሓያል ውግእ ተዋጊእና ካብኡ እንዳኾብኮብና ብ ኮን ገፅ ከድና ናብ ኮን ሚእትን ሓምሳን መኻይን ገዲፍሉ ዝኸደ ማለት እዩ ናብ ጭቃ ረግሪግዎም ዝኸደ ኣብኡ ኔርና ካብ ኮን መሽና ናብ ኮን እናተዋጋእና ከለና ንደሴ ማለት እዩ ካብ ደሴ ንሽልስፓልቲ ጤና ኣረጊት መንገ ኣረጊት ገለ ጤና ጤና ገለ ታት እያ ትበሃል ከተማ ማለት እያ ምስታ ጋና ኣሒዝና ኣርሚ ሰለስተ ተቐቢልሃና ሒዛ ትኸይደ ካብኡ ነሓሰ ዕስራን ሽዱሽተን ዕስራን ሸውዓተን ኮይኑ ካብ መሾ መሊስና ብንፋስ መውጫ ንፋስ መውጫ ግዲፍና እዚ ካብ እኒ ካብ ደብረታወት ድያ ደብረታወት ድያ ትበሃል ዓዲ ካብኡ ይመፅኡ ብፍጥነት መፅዮ እቃ ናይ ፀላኢ እውን ናይቲ ሕብረተሰብ ናይ ምንጋር እውን ከይዶም እዮም ዝብል ዓይነቱ መፅዩ ጋኒን ትበሃል መፅዩ ዳተዋግኣ ፀኒሑ ኣውረራ ትበሃል ክልተ ሻለቃ ሰስተ ሻለቃ ገዲፋ ነይራ ዓው ዓፃዊት ካብኡ ንሕና እውን መሽና ተመሊስና ካብ ኮን ካብ ጤና ገለ ትበሃል ካብ ጤና ናብ ኮን ዕሪፍና ዕሪፍና ሕጂ ዕረፍትኹም እዩ ዕረፉ ገለ እናተባሃልና ከለና ዕረፍና ከለና ካብ ኮን መሽና ተመሊስና ዕስራን ሸውዓተን ዕስራን ሸሞንተን ኣካባቢ ተመሊስና ንሓሰ ማለት እዩ ካብ ዕስራን ሸሞንተን ዕስራን ሸውዓተን ተዋጊእና ጋኒን ዝበሃል ዓዲ በቃ ናይ ግድን ናይ ኣባይ ኣባይ ግድብ እዩ ነይሩ መስለኒ ኣባይ ግድብ ዝርያ ጥበቃ እዩ ዝነበረ ናይ ሽዑ ሓይሊ ተዋጊኡ ሰይፈልጥ በቃ ምስ ሙሉእ መካናይዝድ እዩ በቃ ካብቲ ዝነበረ ወታደራት እናዳኸምናዮ ዝኸድና ሲ ዝተፈለየ ኮይኑ ፀኒሕና በቃ ኣብቲ ሰዓት ሽዑ ማለት እዩ ናይ ግድን በቲ ሓቦታት ሰዓት ዝነበረ እውን ሳብ ጓኣሚን ሰለስተ ሳብ ጓኣሚን ሳብ ጓኣሚን ክልተ ሳብ ተዋጊእና ቆርፀና ደልዩ ጓኣሚን ጓሜን ሓደ ክቁርጸና ኢሉ ጓሜን ክልተ ከዓ ናይ መጥቃዕቲ በቃ እሱ ጀሚሩ በቃ ናይ ምክልኻል ኮይኑ ሽዑ ምክልኻል ምስ ገረ ካብኡ በቃ ከመይ ንገበሮ እዚ ዓይነት ወግዒ በቃ ተኸላኸሉ ከይተጥቅዑ ተባሂልና ሽዑ ተኸላኸሉ ተኸላኸሉ መምርሒ ክሳብ ዝመፀኩም ከይተጥቅዑ ተባሂልና ናይ ምክልኻል ዓቕሚ ጌርና ኣብ ምክልኻል እናተኸላኸልና ከልና ጓሜን ሰለስተ ናይ ምውቃዕ ዕድል ኣጋጢምኒ ማለት እዩ ካብ ጓሜን ሰለስተ ናብ ሕክምና ኣትየ ማለት እየ ልክ ውቃዕ ከለኹ ናይ ፀላኢ ቦታ ዓል ነይሩ እወ ካብ ኮን ካብ ጋኒን ትስምፅ ኢልካ ገረገራ ትበሃል ዓዲ እያ ገረገራ ትበሃል ዓዲ እያ ናይ ኣክሱም ክፍለ ጦር ነይሮም ሲ ታንክስ ከምዚ በቃ እናረኣናያ ትኩስ እያ

ኣይፈለጥኩን ሽዑ እኳ እወ ባርያው ገለ እዩ ዝበሃል ናይ ወዲ ዓድዋ እዩ እዛ ታንኪ እዩ ወቕዓ ካብ ብድሕሪታ ግን ሸንሸል ተለበስ ነይቱ ንበዓል ድሽካ ንበዓል ብሬን ስናይፐር ኣብ ናይ ታንኪ ውሽጢ ዝተበለት ማለት እዩ እታ ታንኪ ኣቃፂላታ ከላ ስዋ የስ ኣቃፂላታ ገለ ክብል ከለኹ ወቂዕኒ ምስ ወቕዐኒ ናይ ግድን ሽዑ ኣብቲ ሰዓት ፀቢብ ነይሩ በቃ ጫካ እዩ ሽፋን ሂብካ ክተውፅእሉ ይትኽእል ተረጋጋዕ ገሊኦም በቃ ኣጆኹም ድሓን ጥራሕ ገለ ተወቂዐ ከድሃ ገሊኦም በዓል ኣሲረ በቃ ድሓን እዩ ኣጆኹም ገለ በቃ ዋእታ ሃንካ ገለ ሓበን ገለ ይብሉ ሽዑ ሓክፈን ገለ ይብሉ ሃንካ ሓክፈን በቃ ተወቂዕካ ድኻ ገለ ይብሉ ኣይ ኣይ ድሓና እየ ገለ ኢሉ ግደ እዩ ዝበሃል ነይሩ ዳሕናያ ገሊሊ እባ ትፈስኒ ኣለኻ ደም ገሊሊ ናይ ዳሕናያ ገሊሊ ሽዑ ብኸመይ በቃ ሓቡ ንዕኡም ክስምዖም ማለት እዩ ባዕለይ ኣሲረ በቃ ሓደ ሰብ ጥራሕ ንዓይ ንዓይ ይደግፈኒ እሞ ክወፅእ ገሊሊ እሞ ሕራይ እናተባሃልና ውግእ ፃዕፅዑ ፃዕፀዐ በቃ ሓደ ነይሩ ኣብርሃለይ ዝባሃል ንዓ ክድግፈካ ገሊሉ ኢሉ ሒዙኒ ወፂኡ ማለት እዩ። ሒዙኒ ምስ ወፀ ካብ ካብ ኣረጊት ካብዛ ገረገራ ትባሃል ናብ ጋሸና ኣብ ጋሸና ተሓኪምና ካብ ጋሸና ተሓኪመ ደም ፈይሱኒ ብጣዕሚ ማለት እዩ ሽዑ በቃ ቀልጢፍካስ ናይ መተካእታ ደም ገለታት ኣይነበረን ሽዑ በቃ ናይ ደም ምፍሳስ እውን ነይሩ ኣብ እንዳመፃና ከለና ኣብ እንዳመፃና መገዲ በቃ ደም ፈይስን ካብ ፈሰን ካብ ኣብ ኣላማጣ ኣብዚ ኣቲና ኣብዚ ናብ ኣላማጣ ኢና ክንእተወኩም ሕክምና ገል ኢሎም ኣላማጣ እውን የእተውን ካብ ኣላማጣ እትዮም ናብ መኾኒ መኮንን ዝበሃል ኣይኮነ ናብዚ መኮንን ከ ካላማጣስ ናብዚ መፂ እንታይ እዩ ማይጨው ማይጨው ሽዑ እቲ ህዝብስ ዓጊቶ በቃ ከየስተና ከየብለዕና ኣይንሰዶምን ኢሎምና በቃ ካብ ዝገርም ሽዑ ፀባ ፀባ ዝሰቲ ዝኽእል ፀባ ዝሰቲ ነይሩ ዝኽእል ዳሕና ዝኾነ ጥሕኑ ሰትዩ ዘይኽእል ከም ዝገርም ሽዑ ዘይርስዕ ንሰይ ፀላም ፀልማት እዩ ነይሩ ሽዑ ኣቕኒዕና እስቲ ናና ሓቀይ ዓደይ ተመሊስና ዓዲ ትግራይ ገለ ተመሊስ በቃ ኣይረኣኹዋን ነኹ ንሽም ተቋፃፂርና ኢና ትግራይ እምበር በቃ ኣይረኣኹዋን መፅየ ንግሆ እቱ ተበልኩም ኣዋሽ በቃ ዝኾነ ስምዒት ተሰሚዑን በቃ ዝኾነት ሓኪም ነይራ ወይዘር ገለ ትበሃል በኼሱ ታንካ ገሊላ ነስባ ሓቅና ድና ኣብ ዓድና መፂና ንሕከም ዘለና እዚ ዓይነቱ ወግዒ ዕለት ሓደ ተተሽን ዓሰርተ ኣርባዕተን ኣቲ ሕክምና ኣዋሽ ማለት እዩ ሓደ መዓልቲ ሓድሽ ዓመት መዓልቲ ኣቲ ሓኪም ኣብ ሕክምና ሳሐ ዝርከብ ማለት እዩ ካብ ኣብ ኣዋሽ ካምፓስ ነው ኣብ ዘዝሕ ዝተሳተፍካሎም ዓውደ ውግኣት እውን ኣብቲ ዝነበረ ናይ ሸሞንተ ወርሒ ዝነበረ ከቢድ እንትን ስለ ዝኾነ ኣብ ከባብታት ናይ ትግራይ ቦታታት ስለ ዝነበረ ዝተዋጋእክሎም ዓውደ ውግኣት እቲ ህዝቢ እንታይ ዓይነት ሓልየትን ፍቕርን ከመይ ነይሩ ምሳኻትኩም ከመይ እናተናበበ ይኸይድ ነይሩ? ንህዝቢ ከመይ ነይሩ ተልኪ ማለት እዩ ናይ ግድን እዩ በቃ ህዝቢ ትግራይ ክብለካ ከሎሲ በቃ ኣደይ ስለ ዝወለደትስ ናይ ኣደይ ውላዳ ጥራሕ ኣይኮንኩና ናይ ህዝቢ ትግራይ ማንኛው ወታደር ኣብዚ ዘሎ ናይ ኩልና ናይ ህዝቢ ትግራይ ኢና ንሕና ናይ ኩልና ማለት እዩ ናይ ወፃእ ህዝቢ ትግራይ ማለት እዩ ኣብ ዝገርመኒ ሲ ሓደ መዓልቲ ሲ ፃዕዳ ሓመድ ትበሃል ኣላ እናተዋጋእና ገለስ ኣንፋስ ስጋ መዓልቲ እያ ሕዝስ ናይ ንፋስ ዝግጅት ገለ እንዳሰራሓ ከለ በቃ ገሊኦም ደርህ ዝሓረዱ ወይ ከዓ ብዙሕ ምግብታት ነይሩ ኣብቲ ገዛ ግን ኣይኣተናን ኣብቲ ገዛ ብኸመይ ናይ ህዝቢ ንህዝቢ ኢልካ እናተቓለስካ ከለኻስ መሽካ ናይ ህዝቢ ክትነክእ ከለኻ ናይ ኣየናይ ዕላማ ቃልሲ እውን ዝብል በሊሕ እዩ ህዝብና ዝሓተካ ሕቶ እዩ ካብኡ ተዋጊና እውሲ ዝኾነ ዓባይ ሰይቲ መፅአንስ እንጀራ ክወስዳ መፅአን ኣብቲ ገዛ ተኣተዋስ ንሕና ይረኣናያን እታ ገዛ እውን ኣይከፈትናያን ዋላ ማይ ፀሚእኒ ጠሚእኒ ግን ከኣቶ ኣይክእልን ኣብቲ ገዛ ንሄና ኢና ኩላህና ኣብታ ገዛ ግን ኣቲና ኢና ኣብታ ገዛ ኣቲና ከለና ከፊት እንተረኣያ ገዛ እታ ዝገደፈኣ ፀብሒ እያ እታ እንጀራ ገዲፍስ ዋ መፅየን ኣትም ደቀዋ ንመን ኢልኩም ደኣ ትቃለሱ ኣለኹም ኢለናና ዋ እንታይ ኮይንክን ገለ ኢልናየን ማለት እዩ እንጀራ ንሄ ማይ ንሄ ፀብሒ ንሄ ንምንታይ ዘይበላዕኹም ገለ ኢለና ዋእ ዘየለኽን ከመይ ገርና ክንኣቱ ኢለና ገሪምዎን በኸየን ከይደን ማለት እዩ ሕዚ ብኸመይ ትልኪ ናይዚ ዋእ ናይ ግድን ፀላኢ እንታይ ድራ ገይሩ ካብ ናብቲ ገዘን ክትወስድ ከለካ ስኻውን የለዋን እሞ ኣደ እያ እሞ ምንም ኣይትብለኒ ኢልካ ክትወስድ ሓሊፍካ ኣይከኣልን እዩ ከም ትጠም ዘለኻ ከም ትፀም ዘለኻ እቲ ህዝብና ይፈልጦ እዩ በታ ዘለቶ ዓቕሚ ግን ዳምፀ ይህበና ኣነ ከምዚ ምስ ህዝቢ ሲ ብጣዕሚ ዝተኣሳስር ፍቅርስ ነይርና ቃ ክብለኪ ዝኽእል ማለት እየ። ኣነ ኣብ ድፋዕ ስለ ዝተኮስኩ ኣይኮንኩን ተጋዳላይ ክበሃል ኩሉ ኣብዚ ናይ ህዝቢ ትግራይ ተጋዳላይ ብኸመይ ተልኪ ኣነ ክዋጋእ ከለኹ ተሓደ መፅኡ ኣጀኹም ዘም ደቀይ ውቃዓትካ ከልግሰልካ ውቃዓትና ርእልና ይፈልጥን እዩ ኣብ ትግራይ ከለና ሓንቲ መዓልቲ እውን ርእልና ይፈልጥን እንኳ ውቃዓት ክነርኢ ደም ንባዕላ እውን ደም ተሃሊያና እውን ቀቢርና ኢና ንኸድ ዝኾነ መዓልትታት እውን ተሰሚዕኹም ተነይርኩም በጃኹም ጅንታ ኣርእዩኒ በቃ ንዋጋእ ጥራሓት ፀንሕና ንዋጋእ ጥራሓት ፀንሕና ይብሉ ነይሮም ተተዋጋእና ግን የትርፉልና ይብሉ ነይሮም ዋላ ሻዕብያውን ዋላ ፒፒ ንሕናስ በቃ ህዝብናሲ በቃ ኣብ ጎንና እዩ ነይሩ በቃ ሸፋኒና እዩ ነይሩ ናይ ግድን ሓደ ውግእ ክትዋጋእ ከለካስ ኣየቆስለካን ኣይትስዋእን ኣይኮነን ሞራል ንሱ እዩ ዝበቃ ኣጆኹም ዞም ደቀይ ኣጆኹም ከምዚ ጌርኩም ሃዲምኩም ሃዲሞም እዮም ሄዲምኩሞም ሁም ይብሉኻ እዮም ምሳኻሲ በቃ ብፆትካ ብፆተይ ኢልካ ከተፀዋዕ ከም ህዝቢ እምበር ህዝብና ኢልካ ክትብል ከለካ ንህዝብና ተቓሊስና ክትብል ከለኻስ ከቢድ እዩ ብኸመይ ተልክሲ ኩላህና ኢና ተዋጊእና ኩላህና ክንዋጋ ከለና ወይ ከዓ ንህዝቢ ተዋጊ ክትብል ከለካ እቲ ህዝቢ ከፍ ኢሉ ሓደ ነገር ከምዚ ኣቕሓ ነገር ዝፀንሐካ ተኮይኑ እዩ ንህዝብና ተቃሊስና ኣሎ ክትብል ትክእል ኢድን ጓንትን ኮይና ተታኮስና ኢድን ጓንትን ኮይና ተዋጊእና ብዝሓለፍናዮ ደኣ እሞ ህዝብና ዝብለና ዝኸውን በዚ ሓሊፎም በዚ ነይሮም ኣብዚ ኣለዉ ውቃዓቶም ገለ ኩልና ነይሮም ከም ውቃዓትና እኮ ደድሕሪና እዮም ዝዘሩ ነይሮም ፈቐዱ ናይ ምዛር ዓቕምታትስ ነይርዎም እዩ ሳላ ህዝብና ኢና ኣብዚ ሰዓት እዚ ስወፂና እየ ክንዲ ዝኽእል ኣነ ናይ ህዝብናስ በቃ ናቱ ውለታስ በቃ ሲ ቃላት ይሓፅረኒ በቃ ክገልፀሎም ናት ፍቕሪ ናይዚ ህዝቢ ማለት እየ ኣብ ናይ ገድሊ ህይወትካ ኦልሞስት ናብ ኣርባዕተ ዓመት ኣካባቢ ኣብ ናይ ገድሊ ህይወት ፀኒሕካ ኣለካ እሞ ዘይትርስዖም ተጓንፎታት ካብ ዘሕዝን ክኾን ይኽእል እዩ፣ ካብ ዘስዕቅ ክኸውን ይኽእል እዩ። ተጓንፎ ኣዋሽ ሓንቲ ግዜ ኣጋጢማኒ ነይራ። ኣዋሽ ክብለክስ ምስ ኣዴታትካ ኩለን ኣዴታትካ እንድየን ይኹን ንእሽተይ ዝስምዐካ ኣሎ። እማ ሕዝስ ኢመርጀንሲ ከለኩ ደቂሰ ከለኩስ እዘን ኣዴታትና ናይ መቐለ ማለት እዩ ማሕበር ኮይነን ስቆ ገለ ሒዘን መፅን ፀባ ገለ ሒዘን መፅንስ ደቂሰ ነይረ ፀባ ስተ ገለ ዝወደ ኢለናንስ ኣይሰትን እየ ገለ ኢለን ስተባ ገለ ኢለናንስ ኣይ ኣይሰትን እየ ቃ ድቃስ ትሕሸኒ ገለ ኢለንስ ኣውስ ሓንቲ ማዘር እያ እኮ ሕጂ ኣላብሳ ገለስ ናይ ማዘር በቃ ኣውስ ከምዚ ቀናዒ ኣይቀንዕን ነይረ በቃ ከቢድን ናይ በቃ መገዲ እውን ድቃስ እውን ነይሩ ሽዑስ በርደግ ተበልኩስ ርኢቶ በልኳ በቃ ዋላ ናይ መንዲላ ዋላ ክዳውንታስ ማዘር መስላን ርኢቶ በልኳ ኣይ ማዘር ፀኒሓ በኽየ። ካብኡ እዛ ሓኪም እዘን ሓኻይም ገለ ስዋ እንታይ ኮይኑ ኣየ ብዙሕ ይዛረበኒ ነይሩ ዋታ ኮይኑ ቆልዓ በኺ ገለ ኢለን ሽዑ ደንጊፀን ኩለን ኣኾንካ ገለ ኢለን ኣነ በቃ ኒቱስ ኣደይ መሲልሃኒ ገለ ኢለን በቃ ወኣነ ሰዲኻ እንዲየ ገለ ኢልሃኒ ተቐቢልሃኒ ዝሮ ዝሮ በቃ ካብ ኣደይ ንላዕሊ ኮይና ትንከባኸበኒ ኣላ ማለት እየ ክብለኪ ዝኽእል ናይ ግድን ኣዴታትካ ክትብለን ከለኻስ ኣዴኻ ብምስሊ ክትሪኣ ከለኻ ከቢድ እዩ ኮይኑ ተጋጢሙኒ ማለት እዩ ኩሉ ግዜ ኣብ ሕልናይ ይነብር ወይ ከዓ ካብ ሕልናይ ዘይጠፍእ ተጓንፎ ኢልካ ትዝክሮ ነገር እንድሕር ሃልዩ ሕዚ ህብለክስ ዝኾነ ብፃይ ነይሩ ሓድሽ እዩ ኣብዚ ኣየር መዕረፊ ገለ ከለና ኣብዚ ናይ ዓዲ ማሓካ ላማጣ ወፂና ማለት እዩ ሕዚ ሓደ መዓልትስ እንዳልዓና ከለናስ እዚ ተካ ዝበሃል ነይሩ ብጣዕሚ በላዒ እዩ ይበልዕ ከሎስ ሕዝ ኣቢልዎ ነዚ ብፃይ ዋይ ኣቱም ሰብ ኢልዎ ዋ እዚ ንጉሰ ኣባ ሓቂ እኳ እዩ ብኢድካ ተሓዙኻስ ብእግርኻ ይጎትኻ ዝብሉ ኣቱም ሰብ ግደፍ እናብልዑና ገለ እዚ ዓይነት ወግዕታት ኣብ ምግብታት እስከም ይዝከረኒ በቃ ናቶም ብፆት ማለት ካብኡ ናይ ሕልናታት ብፆታት ከመይ ይብለካ ማለት እዩ የለ ይስምዐካ እዩ ማንም ብፃይካ ክስዋእ ከለኹስ ትግራይ ትስዕር ኢሉ ይስዋእ ትግራይ ትስዕር ኢሉ ክስዋእልካ ከሎሲ ንፈልጥ ኢና ኩላና መናዊ ኣይ እቲ ህዝቢ ዘሐጉስ ኮይኑ መደበሲ ስዋኣትና ስድራ ስዋ ስድራ ተጋደልቲ ዝድበሰሉ ሰዓታት የለን ተቃሊስካስ ንምንታይ እዩ ዝዓይነቱ ወግዒ በቃ ኣብ ሕልናኻ እውን ምስ ወቕዐካ በቃ ክትሪኢ ከለኻ ማንኛውም ስርዓት ካብ ናይ ጸላኢ ዘይ ምስ ናይ ጸላኢ ተመሳሰል ገይረ ኣነ ዝርእየካ ክርኢ ከለኹ በቃ ሕዚ ስርዓታት ማለት እዩ ማንኛ ሓንቲ ሓፍትኻ ኣፈራሪሕ ብካራ ክወስደላ ከሎ ሓደ ወረዳ ከምዚ ኢሉ ከጓጠላ ከሎስ ሕልምታት በቃ እዚ ናይ ቃልስታት ኣብዚ ሓደ ሓደ መዓልቲ ይወቐኒ ሕልናኻ ብኸመይ ክርብሸካ ከሎሲ በቃ ትግራይ ትስዕር ክብለካ ከሎሲ ፍትሕን ትግራይ ማለት እዩ በቃ እቃ ኣን ተሰዊኦ ኣለኹ እሞ እቃ ምሳይ ብድሕረይ ዘለዉ ሲ ወለደይ ኣሕዋተይ ማዕረት ህዝቢ ሲ ነደይ ኣብሊፅኩም ራእይለ ይበልን ማዕረት ህዝቢ ትግራይ ሲ በቃ ፍቅሪ ስኒት ዘለዎ ሓቂ ፍትሓዊ ዘለዎ ሃውለ ኢሉ ግን ዘይምሃዊ ከዓ ሲ የሕዝነካ ንእሽለይ ርእስኻ ይርብሸካ ማለት እዩ ክብለክ ዝኽእል ማለት እዩ
ፍቅረኛ ነይራትካ ዶ?
ባእ ከምዚ እኳ ሓስየ ይፈልጥ
ዝሕስብ ሰዓታት እውን ሰይነበረኒ። ሕዚ ዘለኻሉ ኩነታት እንታይ ይመስል? ኣበይ ቦታ ኢኻ ከትርከብ? ሕዚ ዘለኹ እግዚኣብሔር ይመስገን ወይ ከዓ እቲ ሓደ መንግስቲ ዘይኮነ ክሕክመካስ ወይ ከዓ ኩሉ ካብ ህዝቢ ትግራይ እዩ ብፍላይ ህዝቢ መቐለ ብጣዕሚ እዮም ዘመስግኑ ሓደ ፀባ ሓደ ርጎ ሓደ እንጀራ እንዳምፀ ኣብታ ዝነበረት እግርና መሊሶምልና እኒሀው ብናይ ዘለው ባዕልና ኣብ ናይ ካምፓስ ንርከብ ማለት ሳሕ እዚ የኽለክ ዝህል ትግራይ ከምታ ትብህጋ ትግራይ ኮይና ረኺብካያ ዶ ፍረ ቃልስኻስ ርኢኻዮ ዶ ብዓይንኻ? ትግራይ ከመይ ትጽበያ ኔርካ ወይ ከኣ ከመይ ጌርካ ክትሪኣ ትደሊ ኔርካ ተልክኒ ዘለናዮስ ምንም ይሓስበን ኔረ ትግራይስ በቃ ዓዲ ፍትሒ ዓዲ መኽበርቲ የትም ቦታ ከድካስ በቃ ከም ትግራይ መጠን ተሓዋቒፍካ ከም ትግራይ መጠን ክትከድ ከለኻስ ዘየለ ስምዒት ይስምዐካ። ሕዚ ክብለኪ ከለኹስ ሕሞራ ትሪኢ ኣለኺ ሕዚ ሰዓት ብዛላምበሳ እውን ብኡ ብኣላማጣ እውን ብኡ ተመቃቂልካ ከለኻስ በቃ የለ ስምዒት ይስምዐኒ ኣነ ብወገነይ በቃ ትግራይስ ዓባይ ትግራይ ኮይነ ክሪኣ ዝደሊ ነይረ ማለት እዩ። ግን ከምቲ ዝሓሰብክዎ ከምቲ ዝሓሰብናዮ ብፆት ከኣስ ኣይኮነትን ኣይኮነህልናን እውን ተቓሊስካ እውን እንታይ እዩ ፍትፍትሕ ኢልካስ ምርዳእ ከዓ ሓደ ሓደ መዓልቲ በይናኻ ክትሓስብ ከለኻስ እንታይ ኢኻ ተቓሊስካስ እንታይ እዩ ትፍትሕ መፂን ኢልካ ማለት እዩ ከምዚ ምሕዳር እውን የመሓድር ነይሩ ፀላኢ ታይ እኒሀ እቃ ፀላኢስ ንፀላኢኻ ድኻ ሒዝካ መፂኻ ናብ ከተማ ወይስ ፀላኢኻ ድኻ ኣውፂኻስ ምርዳእ ኣብይኒ ሓደ ሓደ መዓልቲ ኣብ መጨረሻ ከዓ ክትብሎ ትደሊ ነገር ተሃልዩ በዚ ኣጋጣሚ እዚ መልእኽቲ ትሕልፎ ነገር ተሃልዩ ዕድል ክበካ እሞ መናዊ ንኩሎም ብፆተይ ንኩሎም ንህዝቢ ትግራይ ፍትሒ ክነግስ ስድራ ስውኣት እውን ክድበሳ ወደይ ጠፊእኒ ኢላ ክተስተማስል ከምዘይትብል ጌርና ክንድብሳ ወይ ከዓ ኣለኺ ኣብ ጎንኹም ኣለና ክንብል ፈትሞ ንኹሉ ሰላምታይ ክበፅሐለይ ይደሊ ማለት እዩ።